ብሰንኪ ሞት ንግስቲ ዓዲ እንግሊዝ ዝቀያየሩ ኣገረምቲ ነገራት ንግስቲ ዓዲ እንግሊዝ ኤልሳቤጥ ካልይቲ ዓሪፋ ስለዚ ንግስቲ ኤልሳቤጥ ክትዓርፍ ከላ ከምቶም ዝሓለፉ ነገስታት ወይ መራሕቲ ሸለል ዝበሃል ኣይኮነን። ኣብ መላእ ኤውሮጳን ብፍላይ ድማ ኣብ ዓዲ እንግሊዝ ብዙሕ ለውጢ ክመጽእ ትጽቢት ይግበር። ኣብ ናይ ሎሚ መደብና ድሕሪ ሞት ንግስቲ ኤልሳቤጥ ኣብ ዓዲ እንግሊዝ ዝቀያየር ዘገርም ነገራት ክነግረኩም እየ። ኣብ መንግስት ቲዩብ ኢኹም ዘለኹም ሳብስክራይብ ብምግባር ደወል ምልክት ብምጥዋቕ መዓልታዊ ዝዝርግሑ ሓጸርቲ ኣገረምቲ ቪድዮታት ክትከታተሉ ይዕድመኩም ናብ ናይ ሎሚ መደብና ብሓባር ንከታተል ኣሜሪካ ዓሰርተ ኣርባዕተ ግዜ ፕሬዚደንታታ ቀያይራ ካናዳ ዓሰርተ ክልተ ግዜ ቀዳማይ ሚኒስተራ ክትቅየር እንከላ ንግስቲ ኤልሳቤጥ ግን ሸውዓተ ዓሰርተ ዓመታት ኣብ መንበር ንግስነታ ኮፍ ኢላ ነታ ሃገር ከም ንግስቲ መሪሓታ ኣብዚ ዝተሓላለኸ ፖለቲካዊ ዓለም ንግስቲ ኤልሳቤጥ ንሰብዓ ዓመታት ኣብ ስልጣን ኮፍ ኢላ እኳ እንተነበረት እቲ ንኹሉ ዘይተርፍ ዕጫ ሞታ በጺሕዋ ዝሓለፈ ሓሙስ ሸሞንተ መስከረም ኣብ መበል ተስዓን ሽዱሽተን ዓመት ዕድሚኣ ካብዛ ዓለም ብሞት ተፈልያ። ወዳ ንጉስ ቻርለስ ሳልሳይ ተባሂሉ ተሰይሙ ናብ ዝፋን ደየበ። ንግስቲ ኤልሳቤጥ ካልኣይቲ ንግስቲ እንግሊዝ ተባሂላ ስለ እትጽዋዕ ብዙሓት ሰባት ንግስቲ ዓዲ እንግሊዝ ጥራይ ከም ዝኾነት ይሓስቡ። ብዘይካ ዓዲ እንግሊዝ ግን ንዓሰርተ ሓሙሽተ ሃገራት ብንግስናኣ ተገልግል። ኣውስትራልያ፣ ባሃማስ፣ ቤሊዝ፣ ካናዳ፣ ጀማይካ፣ ኒውዚላንድ፣ ፓፕ ኒው ጊኒ፣ ሴንት ኪትሰን ኔቪስ፣ ኣንቲጓ፣ ባርቡዳ፣ ሴንት ሉቺያ፣ ሴንት ቪሰንት፣ ግሬናዲን፣ ደሴታት ሰለሙን፣ ቱቫሉን እንግሊዝን ብንግስቲ ኤልሳቤጥ ዝመሓደራ ሃገራት እየን ነይረን። ስለዚ ድሕሪ ሰብዓ ዓመት ንግስነታ ንግስቲ ዓሪፋ። ድሕሪ ሞት ንግስቲ ብዙሕ ነገራት ክቀያየር እዩ። ገለ ካብቲ ለውጥታት ብዝርዝር ንርኣ። ቀዳማይ፣ ሃገራዊ መዝሙር እንግሊዝ ክቕየር እዩ። እቲ ንሃገራዊ በዓላት፣ ጸወታታት ስፖርትን ንዝተፈላለዩ ሃገራዊ ፍጻሜታትን ዝዝመር ዝነበረ ሃገራዊ መዝሙር እንግሊዝ ንንግስቲ ኤልሳቤጥ ዝምልከት ጽሑፍ ዘጠቓለለ ስለ ዝነበረ ክቕየር እዩ። እቲ ጋድ ሴቭ ዘ ኩን ዝነበረ ሃገራዊ መዝሙር ሕጂ በቲ ሓድሽ ንጉስ ተቐይሩ ጋድ ሴቭ ዘ ኪንግ ተባሂሉ ድማ ክዝመር እዩ ካብ 1952 ጀሚሩ ተቐይሩ ዘይፈልጥ መዝሙር ሓድሽ ሽም ሒዙ ክዝመር እዩ ካልኣይ ቆቢዕ ፖሊስ ክቕየር እዩ። ፖሊስን ሓይልታት ጸጥታን ቅድሚ ሕጂ ካብ መለለይኦም ክጥቀሙሉ ዝጸንሑ ቆቢዖም ኢኣር ካልኣይ ዝብል ምልክት ዝነበረ ኮይኑ እዚ ኣርማ ድማ ኤልሳቤጥ ረጂና ዝብል መልእኽቲ ዘመሓላልፍ እዩ ነይሩ። ካብ ብሕጂ ንደሓር ስም ናይቲ ሓድሽ ንጉስ ከም ዝቕየር ተገሊጹ ኣሎ። ድሮ ድማ ሲኣር ሳልሳይ ወይ ቻርልስ ሬክስ ሳልሳይ ዝብል ጽሑፍ ኣብኡ ከም ዝቕየር ተገሊጹ ኣሎ። ሳልሳይ ገንዘብ እታ ብ ሸሞንተ መስከረም ዝሞተት ንግስቲ ኤልሳቤጥ ካልኣይቲ ቀዲማ ካብተን ኣብ ዓለምና ፍሉጣት ሰባት ናይ መጀመርታ ምዃና ዘካትዕ ኣይኮነን። ኮመን ዌልዝ ተባሂለን ዝፍለጣ ዓሰርተ ሓሙሽተ ሃገራት ስእሊ ንግስቲ ዘለዎ ናይ ብሩር ሳንቲምን ኖትን፣ ንእንግሊዝ ሓዊሱ ኣብ ዕስራ ሃገራት ኣብ ጥቕሚ ይውዕል። ኣብዚ እዋን እዚ ኣብ ዓዲ እንግሊዝ ጥራይ ኣብ ዕዳጋ ካብ ዝርከቡ ዕስራን ትሽዓተን ቢልዮን ሳንቲምን ኣርባዕተ ነጥቢ ሸውዓተ ቢልዮን ኖት ምስሊ እንግሊዝ ዝሓዘ እዩ። ሕጂ ግን ታሪኽ ይቕየር። ንግስቲ ድሕር ደጊም ብህይወት ስለዘየላ፣ እቲ ምስግጋር ስልጣን ተዛዚሙ ብግቡእ እንተተፈጺሙ እቲ ምስላ ዝሓዘ ባጤራ ሙሉእ ብሙሉእ ተኣልዩ ብሓድሽ ምስሊ ይትካእ። ብተወሳኺ ኣብታ ሃገር ምስሊ ንግስቲ ዝተሓትመ ቴምብር ብዜካ እቶም ዝተፈላለዩ ታሪኻዊ ፍጻሜታት ዓዲ እንግሊዝ ዝገልጹ ቴምብራት ዝተፈላለዩ ስእልታት ንግስቲ ዝሓዙ ቴምብራት ምስሊ ሓድሽ ንጉስ ቻርለስ ሳልሳይ ክቕየር እዩ። ራብዓይ ፓስፖርት እንግሊዝ እንግሊዝ ካብ ሕብረት ኤውሮጳ ምስ ተፈልየት ሕብሪ ፓስፖርታ ካብ ሮዛ ናብ ሰማያዊ ከም ዝተቐየረ ዝፍለጥ እዩ። ይኹን እምበር እንግሊዝ ብሰንኪ ሞት ንግስቲ ካልእ ፓስፖርታ ዘቐይር ነገር ገጢምዋ ኣሎ። ፓስፖርት ክወሃብ ከሎ ስም ንግስቲ ዝሓዘ ጽሑፍ ኣሎ። ሕጂ ድማ እታ ንግስቲ ስለ ዝሞተት እዚ ጽሑፍ እዚ ስም ናይቲ ሓድሽ ንጉስ እታ ሃገር ዝኾነ ንጉስ ቻርልስ ሳልሳይ ዝሓዘ ጽሑፍ ክቕየር ኣለዎ። ስለዚ ዝኾነ ውልቀ ሰብ ኣብ ዓዲ እንግሊዝ ሓድሽ ፓስፖርት ከውጽእ ዝደሊ ስም ናይቲ ሓድሽ ንጉስ እታ ሃገር ወይ ንጉስ ቻርልስ ሳልሳይ ዝተጻሓፈ ፓስፖርት ክቕበል እዩ። እቶም ኣቐዲሞም ዝተቐበሉ ድማ ኣብ ምሕዳስ ፓስፖርት ከም ዝቕይሩ ተገሊጹ ኣሎ። ሓምሻይ ዘይተርፍ ተቓውሞ ሃገራት ኮመን ዌልዝ፣ ካብ ዓዲ እንግሊዝ ወጻኢ ብንግስቲ ዝምራሓ ዝነበራ ዓሰርተ ኣርባዕተ ሃገራት ተቖጻጻሪ ኣየድልየናን እዩ፣ ባዕልና ንባዕልና ክነመሓድር ኢና እንደሊ ዝብል ሓድሽ ማዕበል ተቓውሞ ከም ዝጀመራ ዝእመን ኮይኑ፣ ዛጊት ጀማይካ ሓዊስካ ሽዱሽተ ሃገራት ነዚ ሓሳብ ደጊፈን ምንቅስቓስ ጀሚረን ኣለዋ። ንግስቲ ኤልሳቤጥ ኣብ ዘመነ ንግስነታ ኣብዘን ሃገራት ተፈታዊትን ክብርን ከም ዝነበራ፣ ታሪኽ እኳ እንተነገረና ንጉስ ቻርለስ ግን ነዚ ከቐጽል ኣይክእልን እዩ። እዚ ካብ ብሕጂ ዝረእ ዘሎ ክኸውን ከሎ ኣብዘን ዓሰርተ ኣርባዕተ ሃገራት ተቓውሞ እናገደደ እናቐጸለን ይኸይድ ኣሎ። ንጉሳዊ ምምሕዳር ኣይንደልን ኢና፣ እቲ ንጉስ ዘድልየና እንተኾይኑ ካባና እምበር ካብ ዓዲ እንግሊዝ ዝሽየመሉ ግዜ ሕጂ ኣብቂዑ ብምባል ተቓውሞኦም ይቕጽሉ ኣለዉ። ሻድሻይ መልእኽቲ ልደት መልእኽቲ ልደት ንሓያሎ ዓሰርተ ዓመታት ካብ ዓዲ እንግሊዝ ናይ ንግስቲ ኤልሳቤጥ ንጉሳዊ መልእኽቲ ናይ እንቋዕ ኣብጽሓና ዝብል ልምዲ ዝነበረ ናይ ልደት ወቕቲ ትውፊት ኣሎ። ካብ ሽሕን ትሽዓተ ሚእትን ሓምሳን ሸውዓተን ጀሚሮም ድማ ነቲ ብሃንቀውታ ዝጽበዮም ህዝቢ እንግሊዝ መደረኣን ከቕርባ ጸኒሐን እየን። ንኣብነት ኣብ ናይ መወዳእታ ዝኾነት ልደት ዓሚ ምስ ዝሞተ በዓል ቤተን ናይ ወጻኢታት ዝምልከት መደባቶም ተዛሪበን ነይረን። ብዛዕባ ሃገራት ኮመን ዌልዝ እውን ቁሩብ ተዛሪበን ነይረን። ኣዚ ብብዙሓት ዝናፈቕ መልእኽቲ እንኳዕ ኣብጸሐኩም ድሕር ደጊም ካብ ንግስቲ ዓዲ እንግሊዝ እንግሊዛውያን ኣይክሰምዕዎን እዮም ካብ ወዳ ንጉስ ቻርለስ ሳልሳይ እዮም ክሰምዕዎ ካልእ ትጽቢት ዝግበረሉ ዘሎ ለውጢ ድማ ንጉሳዊ ውሕስነት እዩ ዝኾነ ብዕድጊ ምስ ንጉሳዊ ስድራቤት ዝተኣሳሰር ትካል፣ ስም ንግስቲ ዝተጻሓፈ ናይ ውሕስነትን ናይ ምስጋናን ደብዳቤ ይወሃብ ነይሩ። እዚ ውሕስነት ዝረኸበ ሰብ ይኹን ኩባንያ ነዚ ዕድል ከም መወዓውዒ ናይቲ ኩባንያ ንኽጥቀመሉ ኣብ ኣቑሑቶምን ፍርያቶም ውሕስነትን ዝብል ምልክት ይጥቅዕዎ ነይሩ። እዚ ነገር እዚ ድሕሪ ሞት ንግስቲ ኣይሰርሕን እዩ። እዚ ካብ ሎሚ ጀሚሩ ከም ንጉሳዊ ውሕስነት ኣይውሰድን እዩ፣ ምኽንያቱ ንግስቲ ሓሊፋ እያ። ድሕሪ እዚ ቃል ንጉስ ጥራይ እዩ ዝስማዕን ዝኽበርን። ነዚ ውሕስነት እዚ ንኩባንያ ዝሃበት ንግስቲ ሞይታ ስለ ዝኾነት፣ ንግስቲ ዝሃበቶ ውሕስነት ንኽልተ ዓመት ጥራይ እዩ ዘገልግል። ብድሕሪኡ ምሕዳስ ከድልዮምን ሓደሽቲ ውሕስነታት ዝወሃብ ክኸውን ከሎ ብስምን ፌርማን ናይቲ ሓድሽ ንጉስ ቻርለስ ክሕተሙ እዮም። እዚኦም ገለ ካብቶም ብዙሓት ድሕሪ ሞትታ ንግስቲ ዝቕየሩ ኣዝዮም ውሑዳት እዮም። ኣብ ምድሪ ብዙሕ ሓደስቲ ፍጻሜታት ዝረኣየትን ዝተዓዘበትን ንግስቲ ኤልሳቤጥ ካልኣይ ኣብ ማእኸል እቲ ዝቀያየር ዘሎ ዓለም ከይተለወጠት ንሰብዓ ዓመታት ኣብ ስልጣን ጸኒሓ ስለዚ ድሕሪ ሞት እዛ ንነዊሕ ዓመታት ኣብ ዓበይቲ ታሪኻዊ ፍጻሜታት ዝተሳተፈትን ኣብ ፖለቲካዊ ዓለም ዓብዪ ጽልዋ ዘሕደረትን ንግስቲ እንግሊዝ